ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናሊ ቤተሰብ ከመይ ትኾኑ? ኩሉ ሰላም እግዚኣብሔር ይመስገን። ብወገነይ ሰላም እየ። ንስኻትኩም እውን በቢ ዘለኹምዎ ሰላምኩም ብዝሕ ተረፍ ክብለለይ በዓልቲ ሙሉእ ተስፋ እየ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮና ዝኸውን ከዓ ከምቲ ልሙድ ዋጋ ወርቂ እየ ሒዘልኩም መጽየ ዝኔኹ ክብራት ኣሕዋተይ ሎማዓንቲ ወርቂ ቀኒሲሮ ወሲኹ ንዝብል ብደስታ ምእንታን ክትጅምርዎ ወርቂ ቀኒሱ እዩ ዘሎ ማለት እዩ። ካብቲ ዝነበረ ሎማዓንቲ ብጣዕሚ ቅናሽ ኣርእና ኣሎ። ካብ ዓሰርተ ኣርባዕተ ካራት ጀሚርና እስካብ ዕስራን ኣርባዕተን ካራት ዘሎ ክሪና ብናይ ውሽጢ ዓድና ብናይ ደገ ማለት እዩ። እስካብ ቪድዮ ፍፃመ ንክትከታተሉ ብኣኽብሮት ይዕድም። ንቻናለይ ሓደሽቲ ዝኾንኩም ሳብስክራይብ፣ ነባራት ዝኾንኩም ከዓ ላይክ ሸር ብምግባር ንኸተበረታትዑኒ ብትሕትና ይላው። ላይክ ሸር ንትገብሩለይ ካብ ልቢ እናመስገንኩ እየ። ሰናይ ፃንሒት

ንኽሕቅቑ ለይትን መዓልትን ጸሎት የጽዕቑ ሓጹር ናይ ዘመን ዝኽሪ መሓ ክብራት ኣሕዋተይ ተመሊስና ተራኺብና ኔና ብመጀመርያ ንሪኦ በዓል ዓሰርተ ኣርባዕተ ካራት እዩ ክኸውን በዓል ዓሰርተ ኣርባዕተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሰብዓን ሓሙሽተ ነጥቢ ቴስዓ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ክልተ ሽሕን ስሳን ክልተን ቅርሽን እዩ ክሽየጥ ውዒሉ ዘሎ። ስለዚ ካብ ናይ ትማል ናብ ሎማዓንቲ ልዕሊ ሓደ ቅርሺ ናይ ትማል ናይ ሎማዓንትን ክድመር ከሎ ድማ ልዕሊ ክልተ ዶላር ቅናሽ ኣርእና እኒሆ ማለት እዩ። ቀፂልና ንሪኦ በዓል ዓሰርተ ሓሙሽተ ካራት ይኸውን። በዓል ዓሰርተ ሓሙሽተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሰማንያን ሓደን ነጥቢ ሰላሳን ሓደን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ክልተ ሽሕን ትሽዓተ ሚእትን ሓምሳን ሓደን ቅርሽን ክሽየጥ ውዒለ ኣሎ ዕለተ ዓርቢ ሓምለ ሰለስተ ወይ ከዓ ጁላይ ዓሰርተ ማለት እዩ። ቀጺልና ንሪኦ በዓል ዓሰርተ ሽዱሽተ ካራት እዩ ክኸውን። በዓል ዓሰርተ ሽዱሽተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሰማንያን ሽዱሽተን ነጥቢ ሰብዓ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሰለስተ ሽሕን ሸውዓተ ሚእትን ሰማንያን ኣርባዕተን ነጥቢ ሱሳ ሳንቲም እዩ ክሽየጥ ውዒሉ ዘሎ ማለት እዩ።

ናይታ ወርቂ ጥረ ገንዘብ ብቻ እዩ ማለት እዩ። ቀፂልና ንሪኦ በዓል 18 ካራት እዩ ክኸውን። 18 ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ97 ነጥቢ 56 ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ15,508 ቅርሽን እዩ ክሽየጥ ብ ዓሰርተ ሓሙሽተ ሽሕን ሓሙሽተ ሚእትን ሸሞንተን ነጥቢ ሓምሳን ሓሙሽተን ሳንቲም ክሽየጥ ውዒለ ኣሎ። ዓሰርተ ሸሞንተ ካራት ከምቲ ዝፍለጥ ብጣዕሚ ቆንጆ ጠንካራ ወርቂ ብጣዕሚ ተፈላጥነትን ተፈታውነትን ዘለዎ ዓይነት ወርቂ ብኣፍሪካ ኣብ ኢትዮጵያ ደረጃ ብቻ ዘይኮነ ብናይ ውጪ ብዓረብ ሃገራትን ብኣውሮፓ ሃገራትን ተፈላጥነትን ተፈታውነትን ዘለዎ ካራት ብጣዕሚ ጠንካራ እዩ ማለት እዩ።

ክሽየጥ ውዒሉ ዘሎ ሎማዓንቲ ብጣዕሚ ቅናሽ ገይሩ እኒሆ ማለት እዩ። ቀፂልና ንሪኦ ዳርጋ ካብ ሚኢቲ ሰማንያ ፐርሰንት መብዛሕትኡ ሰብ ዝገዞ ዕስራን ሓደን ካራት እዩ። ብፍላይ ድማ ንናይ ክሳድ ሃብልና ንቀለበት ክኸውን ይኽእል ብጣዕሚ ተፈታውነት ወይ ከዓ ተፈላጥነት ዘለዎ ዓይነት ካራት ዕስራን ሓደን ካራት እንግዲህ ካብ ሚኢቲ ልዕሊ ሰማንያን ሸውዓተን ፐርሰንት ወርቂ ብወርቂ ዝስራሕ ኮይኑ እቲ ዓሰርተ ሰለስተ ፐርሰንት ድማ ብካልኦት ዓይነት መኣድናት ዝስራሕ እዩ። ነዚ ድማ ብጣዕሚ ጠንካራ ዝገብሮ እዩ ማለት እዩ። ናይዚ ዋጋ ድማ ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ብናይ ኣሜሪካ ዶላር ብሚእትን ዓሰርተ ሰለስተ ነጥቢ ሰማንያ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሸሞንተ ሽሕን ብ ዓሰርተ ሸሞንተ ሽሕን ቴስዓን ክልተን ቅርሽን ነጥቢ ሰማንያን ሸውዓተን እዩ ኪሽየጥ ውዒሉ ዘሎ ማለት እዩ። እዚ ዝነግረኩም ዘለኹ ናይቲ ወርቂ ጥረ ገንዘብ ብቻ እዩ። ሐዚ እዚ ምስሊ እትሪእዎ ዘለኹም ናብ ምንም ዓይነት ዘይተቐየረ ናብ ምንም ዓይነት ዘይተቐየረ ጥረ ወርቂ እዩ። ስለዚ ናይታ ወርቂ ንሳ ብቻ እየ ዝነግረኩም ዘለኹ። እቲ ወርቂ ናብ ዲዛይን ቀይርካ ክስራሕ ከሎ ድማ ብመንግስቲ ዝግበር ግብሪ ኣሎ ንናይ ሰራሕተኛ እኒሆ ገዛ ኸራይ እኒሆ ሓደ ሓደ ነገራት ወሲካ ደሞ ቢያንስ ካብቲ ዝነግረኩም ሕድ ሕድ ካራት ልዕሊ ሓሙሽተ ሽሕ ቅርሺ ወሰኽ ገይሮም እዮም ዝሸጥዎ ማለት እዩ ቀፂልና ንሪኦ በዓል ዕስራን ክልተን ካራት ይከውን በዓል ዕስራን ክልተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእቲ ዓሰርተ ትሽዓተ ነጥቢ ዕስራን ሓደን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሸሞንተ ሽሕን ትሽዓተ ሚእትን ሓምሳን ኣርባዕተን ቅርሽን ነጥቢ ኣርባዓን ሽዱሽተን ሳንቲም እዩ ክሽየጥ ውዒሉ ዘሎ ማለት እዩ። ቀፂልና ንሪኦ በዓል ዕስራን ሰለስተን ካራት እዩ ክኸውን። እስካብ ሐዚ ዝረኣናዮም እስካብ ዕስራን ክልተን ካራት ዝረኣናዮም ዓይነት ወርቂ ንዝተፈላለዩ ዓይነት መጋየፂ ምስ ደስ ዘለኩም ዓይነት ኣልባሳት ዝግበሩ ወርቅታት እዮም። ሐዚ ንሪኦም ወርቂ ግን ንመጋየፂ ዘይምከሩ ንኢንቨስትመንት ወይም ድማ ንካፒታል ድማ ብጣዕሚ ተመከርቲ ዝኾኑ ዓይነት ካራት እዮም። ምክንያቱም ብወርቂ ብቻ ስለዝስርሑ ብዙሕ ነገር ክከላኸሉ ኣይኽእሉን። ብቃሊሉ ዝሕጨሩን ዝበላሸውን እዮም። ምክንያቱ ብጣዕሚ ለስላሳ ስለዝኾነ እና ንመጋየፂ ኣይምከርን። በዓል ዕስራን ሰለስተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሜትን ዕስራን ኣርባዕተን ነጥቢ ስሳን ኣርባዕተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ድማ ብ ዓሰርተ ትሽዓተ ሽሕን ሸሞንተ ሚእትን ዓሰርተ ሽዱሽተ ቅርሺ ነጥቢ ዜሮ ክልተ ሳንቲምን እዩ ክሽየጥ ውዒሉ ዘሎ። ቀጺልና ንሪኦ በዓል ዕስራን ኣርባዕተን ካራት ወይ ከዓ በዓል ሓደ ውቅዒት። ናይዚ ዋጋ ወርቂ እዚ ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብ ሚእትን ሰላሳን ነጥቢ ዜሮ ሽዱሽተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብናይ ኢትዮጵያ ገንዘብ ብዒስራ ሽሕን ሽዱሽተ ሚእትን ሰብዓን ሸውዓተን ቅርሽን ነጥቢ ሱሳ ሳንቲምን እዩ ክሽየጥ ውዒሉ ዘሎ ትማል ተስታውስሉ ኮይንኩም ልዕሊ ዕስራን ሓደን ሽሕ ነይሩ ሎማዓንቲ ልዕሊ ኣርባዕተ ሚእትን ሓምሳን ከባቢ ሓሙሽተ ሚእቲ ብምቕናሱ ድማ ናብ ዕስራን ሽሕን ሽዱሽተ ሚእትን ሰብዓን ሸውዓተን ነጥቢ ስሳ ሳንቲም ወሪዱ እኒሆ። እዚ ብናይ ብሄራዊ ባንኪ ኮይኑ ናይታ ወርቂ ጥረ ዋጋ ብቻ እያ ማለት እዩ። ናይ ሎማዓንቲ ዝነበረ ዋጋ ወርቂ ዕለተ ዓርቢ ሓምለ ሰለስተ ወይ ከዓ ጁላይ ዓሰርተ ከምዚ ይመስል ነይሩ። እቲ ሓሳብ ርእይቶ ነይኩም ከዓኒ ኣብ ኮሜንት ፀሓፉለይ። እስካዕ ቪድዮ ፍፃመ ንዝተኸታተልኩምኒ ካብ ልቢ እናመስገንኩ